ኣሜለ ኣቤል ግርምሽ እንኳዕ ደስ በለካ። ውዕሎ ዓርቢ ስቕለት ሰለስተ መሓዙተይ እዮም። እቲ ሓደ ናይ ፌስቡክ ዛርቲ ዝረኸበኦ ውሉፍ እዩ። መንደቕ ፌስቡክ ከም ድላዩ ዝድላዩ ክጽሕፈሉ ይውዕል። ልዕሊ ናይ ማይን መብራህትን ምጥፋእ ናይ ኮኔክሽን ምጥፋእ ኣዕርዩ የተሓሳስቦ። ዋይፋይ ዘለዎ ገዛ ከም ኸልቢ እናጫነወ የኸዶ። ክምሕል ክጥሕል እንተሎ ካብ ፌስቡክ ይፍለየኒ፣ ኮኔክሽን ይኽልኣኒ መበለ ተባሂሉ ይሕሰብ። እቲ ካልኣይ ድማ ምስ ምግቢ ቐረባ ቤተሰብ እዮም። ንሰላምታ እኳ ስልኪ ደዊልካሉ፣ ትበልዑ ተሃሊኹም ተጸበዩኒ ዝብል መልእኽቲ የመሓላልፍ። እቲ ሳልሳይ መሓዛና ብተግባርናን ኩነታትናን ሽም ዝጥምቐና፣ ዘረባ ኣብ ጁቡኡ ዝጸንሖ ጸዋዪ እዩ፣ ኣፍኻ ዘይኽድን። ብዝኾነ ዓርቢ ስቕለት ብሓደ ንኽንሰግድ ቕድሚ ሓደ ሰሙን ኣትሒዝና ቆጸሮ ንሕዘልኩም። ብዝተኽኣለ መጠን ክሳብ ቐትሩ ሰዓት ሽዱሽተ ደቂሰ ንጥምየት ከሽክዓ እየ ዝበለና ፈታዊ እኽሊ ዓርቢ ንግሆ ሰዓት ክልተን ፈረቓን ኣብ መቐለ ካብ ዝርከባ ብንግሁኡ ስራሕ ዝጅምራ ቤት ብልዕታት ጥስቲ ሙሉእ ፋታ ይበልዕ ምህላዉ ሓበሬታ በፂሑና ስለዚ ብንግሁኡ ካብ ስግዳን ኣሰናቢትናዮ እቲ ኻልኣይ ድማ ሰዓት ሽዱሽተ ምስኾነ ሰብ ኣብ ውሽጢ ጎሮሮይ ዝልሀ ዘሎ መሲልኒ ተሓርሐርኹ፣ መልሓሰይ ቆሪጽኒ፣ ርእሰይ ዕውልውል ኢልኒ ብዝብሉ ተሰሚዖም ዘይፈልጡ ናይ ሕማም ምልክታት ምኽንያት ብምግባር ምንቅስቓስ ክሳብ ዝኣብዮ መልጎም ስሩኡ ፈቲሑ ብልዒ ውዒሉ። ኣነን እቲ ኣፍቃሪ ፌስቡክ ዝኾነ መሓዛይን ጥራይ ብተግባር መሓዙትና እናተገረምና ናብ ቤተ ክርስቲያን እንዳ ሚኪኤል ስግዳን ምስ ጀመርና ንሱ'ውን ሰብ ኣብ ጸሎትን ስግዳንን ተጸሚዱ እንትርኢ ዓቕሉ ጸቢብዎ ዓወጽወጽ ክብል ጀሚሩ። ክሰግድ ምስ ተጎምበሐ ኣይቐንዕን ብኡ ገይሩ ይግደም ቐደሙ ውን ዋይፋይ ዘሎ መሲልዎ እዩ መጽዩ ነይሩ ኣቦይ ቐሺ መጽዮም ፓስዋርድ ክጥይቖም ሃጺጹ ሰብ መዓንጥኡ ኣሲሩ እንትሰግድ ንሱ ኣሳፊሑ ብሞንጎ ናይ ሰባት ኣእጋር ፖስት ዝግበር ስእሊ ይስእል እቲ ስግዳን ጽቡቕ ይኸይድ ኣሎ እናበለ ታግ ይገብር ንዓይ ስርሑ ተገግ ኣቢልኒ ሰዓት ዓሰርተ ምስ ኾነ ግን ኣእዳዉን ኣእጋሩን ሸንድዩ ጥንቅር ንዒቱ ደቂሱ ሽዑ ኣነ ቤት መዘጋጃ ሞጺኦም ከዮልዕልዎ ንዓው ሰዶ ኢለ ናብቲ ሓደ መሓዛና ስልኪ ደዊለ እግዝሄር ይሃቦ ንሱ ውን ቐልጢፉ መጺኡ ጠርኒፍለይ ጠጥ ጠንጢኖሙኒ ከይዶም ግርም ዓርቢ ስቕለ የቐኔለይ።
የንጨብጭቡ ዶ ይህልዉ ኢለ እናረኣኹዎም ነይረስ፣